ሰላም ሰላም ዝኸበርኩም ተኸታተልቲ ልቢ ወለድ ዛንታ ነገስቲ ቅንያትኩም ሰላም ዝዓሰሉ ነይሩ ክኸው እንዳተተስፈኹ ናብ ናይ ሎሚ ዝቕፅል ክፋል ከብለኩም ኣንባቢት ሳሊና ሓጎስ ንግስቲ ሱሳን ሽዱሽተን ክፋል እቲ መግለጺ ኪን ዮናታን ምዃኑ ዘብርህ መግለጺ ኣይነበሮን። ነዚ ዘንበቡ ተኸታተልቲ መሊሶም ሆ ክብሉ ጀመሩ። እቲ ህያብ ባዕላ ናብ ኣርየል ከም ዝሰደደቶ ተኣሚና ኣማ የእሙሮ ኣሳሓተት ሰብ ክትከውን ኣለዋ። ንነብሳ ክትከላኸል ኣይፈተነትን፣ ይቕሬታ ኣይሓተተትን ወይ ኣሉ ቀጣን ኣይበለትን። እቶም ክጸርፍዋ ዝቐነዩ ቦታ ርእይቶታቶም ብናይ ሰሓቕ ኢሞጂ መልእዎ። ድሕሪ ብዙሕ ድፍኢትን ጸቕጥን ንተንኮል ኣማ ዝኸሽሕዎ መሰሎም። ገለ ተኸታተልቲ ግን ኪንዮ ርእቶ ተቓውሞኦም ናብ ጎነጻዊ ጸቕጢ ክቕይርዎ ተዳለዉ። ኣማ ኣክንዲ ቀጥታዊ ይቕሬታ ንምንታያ ክትኣምን መሪጻ ዝብል ሕቶዩ ኣቐጢዕዎም። እዚ ሜሊሳያ ብኣርየል ትላገጽ ዘላ ዝገበርኩ እንተገበርኩ ኣብቲ በጽሐዮ የብልክንያ ትብላ ዘላ ስለዚ ነቲ ኩነታት መሊሰያ ናብ ዝበኣሰ ትሸሞ ዘላ። ብኣተሓሳስብኦም ወላ ደኣ ኣማ ነቲ ጉዳይ ትውዓሎ እምበር እዚ ኩሉ ጸቕጢ እናረኣየት ከም ዘይወዓለቶ ዘእሙን ምኽንያታት'ያ ከተቕርብ ዝግብኣ። እንተኾነ ኣማ ካብኡ ኣይትሕለፉ ዝዓይነቱ ገይራቶ። ወላ ደኣ ስለምንታይ ከምኡ ገይረ ኣይፍለጥ ዘይከም እች ወርልድን ስታር ኤጅን ኤሪክ ኣብ ልዕሊ ኣማ ሙሉእ እምነት እዩ ዘለዎ ወላቲ ንኣካይዳ ኣማ ኣጸቢቑ ዝፈልጦ ሉክ ብውሳኔኣ ኣክንዳኣ ተጨነቐ ኣሬል ኮነ ኢላ ጎኒፃ ጎናኒፃ ንኣማ ኣብ ዘይትወጾ ዓጻቕቲ ንክሸማያ ትቃለስ ዘላ ብውሽጡ ሓሰበ ኣማ ግን ብዘይ ዝኾነ ምክንያት እያ ኣብ መጸወደ ጸላኢታ ኣትያ ተጠውዩ ንኤሪክ ጠመቶ። እንተኾነ ኣብ ገጽ ኤሪክ ዝኾነ ናይ ሻቕሎት ስምዒት ኣይረኣየን። ሚስተር ሮበርት ንምንታይ ኮም ጌራ? ሓተቶ። ብዛዕባ ኣይሬል መጽናዕታዊ ድሕረ ባይታ ግበር ኢለካ ነይረ፣ ኣጻፊፍካዮ ዶ? ሕቶሉ ከይመለሰ ሕቶኡ ኣቕረበ። ናይ ምሸት ኣጻፊፈ ክምጻልከ መለሰን ቀጸለን ኣብ ልዕሊ ሚስ ሚለር ዘይንቕነቕ እምነት ዘለካ ኢኻ ትመስል ስለምንታይ ግን ሉክ ዘረብኡ ከይወድአ ኤሪክ ጣልቃ ኣተዎ ኣማ ሓንቲ ድኻም እያ ዘላታ ብጣዕሚ እያ ሕድገታት ትገብር እዛ ኣብ ልዕሊ ኣርየል ሓሲባቶ ዘላ መልሰ መጥቃዕቲ ከምዚ ሓውሲ መጠንቀቕታ እዩ። ናተይ መልሰ መጥቃዕቲ ግን ክሳብ ኣብዚ ኢንዳስትሪ ቦታ ከም ዘይህልዋ ምግባር ኣዩ ክኸውን። በንጻሩ ንኣማ ደጊማ በዛ ቆልዓ ንኸይትጥቃዕ ክከላኸለላ እየ። ብኻልእ ኣበሃህላ ኤሪክ መልሰ መጥቃዕቲ ኣማ ከምዚ ንስማ ኣድሒና ንመደብ ኣርየል ንምቑጻይን እዩ። ናይ ኤሪክ መደብ ግን ኣርየል ደጊማ ኣብዚ ኢንዳስትሪ ከም ዘይትትስእ ንምግባር ኣዩ። ነቲ መግለጺ ናይ ኣማ ዝረኣየት ኣርየል ሜሊሳ ገደደት። ኣብ ናይ ነፍሲ ወከፍ ተዓዛቢ ርእሲ ፍልይ ዝበለ ስእሊ ከተቐምጥ ወሰነት።

ተዓዘብቲ ጸግዒ ኮይኖም ርእይቶታቶም ኣብ ትሕቲ እቲ ናይ ሕድገት መግለጺ ጸሓፉ። ሚኒ ኣማ ዝብል ሳጓ ኣቋርጽዮ እንታይ ኣተወኪ ናይ ጸላኢትኪ ስም ትጥቀሚ ንስኺ እንዶ ካብኣ ብሽሕ ዕጽፊ ኣይትጽብቕን ካብዛ ሰዓት እዚኣ ካብ ከም ኣማ ዝኣመሰለት ሓሳድ ሰብ ሽሕ ማይል ክትርሕቕ ኣለኪ ደገፍታ ብዘይ ደገፍ ኣማ እታ ዝበለጸት ሰብ ከም ትኸውን ኣተባብዕዋ። ብዙሓት ህቡባት እውን ንጠባይ ኣማ ብግልፂ ኮንንዎ። ስለምንታይ ኣማ ንጓል ዓሰርተ ሽዱሽተ ዓመት ቆልዓ ማዕረ ክንድኡ ትጠማመታ ኣላ ከም ዝገረሞም ገለፁ። እሞ ኸኣ ጀማሪት ሓደ ካብ ኣብ ማሕበራዊ ሜድያታት ጸለውቲ ዝኾነ ሰብ ሓደ ዝርዝር ኣውጽዐ። ዝርዝር ኣስማት ናይቶም ኣማ ኣብዚ ኢንዳስትሪ ክትህሉ ዘይደልዩ ህቡባት ሰባት ኣብታ ህሞት ኩሉ ተጠቃሚ ኢንተርነት ዘበለ ብቑጥዐ ንኣማ ጥራሕ ንኽኹንን ኢንተርነት ዝጥቀም ዘሎ መሰለ። ዶጉላስ ኣካይዲ ስራሕ ናይ ኢኤች ካምፓኒ ንቃለ መሕተት ኣብ ቅድሚ ጋዜጠኛታት ነበረ። ብዛዕባ እቲ ተኸሲቱ ዘሎ ኩነታት ርእይትኡ ንክፈልጡ'ዮም ቃለ መሕተት ዝገብሩሉ ነይሮም። ቅድሚ ምስ ጋዜጠኛታት ምርኻቡ ኩሉ'ቲ ሓቅታት ኣቐዲሙ ምስ መሳርሕቱን ሰራሕተኛታቱን ተዛሪቡሉ'ዩ። ኣብ ዘረብኡ ናይ ሎሚ ቆልዑ እቲ እከይ ተግባሮም ኣንጭዋ ፍሒራ ኣይትረኽቦን'ያ። ጋዜጠኛታት ብመልሱ ደረቑ። ኣንፈት መልሱ ከም ኩሉ ሰብ ንኣማ ዝነቅፍ ዘሎ እዩ መሲልዎም። መፍዘዚኦም ምኽንያት እቲ ቀጥታዊ ዘረባ ኮይኑ ዝተሰምዖም ዘረብኡ እዩ። ሓደ ካብቶም ጋዜጠኛታት ብታሕጓስ ዝያዳ እንታይ ክትብል ከም ዝደለኻ ኣስፋሕ ኣቢልካ ምገለጽካልና ዶ? ሓተተ። ቅድሚ ዝኾነ ክብሎ ዝደልዮ ዶግላስ ዘረባ ጀመረ። ኣማ ኣብቲ ናይ መወዓውዒ ቆጸራ ዘይተረኽበት ኮነ ኢላ ዘይኮነት ብገለ ውልቃዊ ምኽንያታውያን ምኽንያታት እዩ። ወላ ደኣ ጉድለታኣ ይኹን ብኣካል መጺኣ ልባዊ ይቕሬታ ሓቲታትና እያ። ስለምንታይ ናብቲ ቆጸራ ዘይመጸት እውን ብዘሕበበ ገሊጻትልና እያ። እቲ ምኽንያት ውልቃዊ ጉዳያት እዩ። ምስ ካልእ ሰብ ዘተኣሳስር ምኽንያት የብሉን። ንይቕሬታኣ ተቐቢልናዮ ኢና። ንዓና ንኣባላት ናይ EH ዝገረመና ነገር እንተሎ ግን፣ እንታይ ሓቢጥኒ ኢላ'ያ ሚስ ሉዊስ ትበኪ ዘላ'ዩ። እቲ ዘይተጸበይዎ መልሱ ዝሰምዑ ጋዜጠኛታት ደጊሞም ደረቑ። ሓቁ'ዩ፣ ዶግላስ ንዝነበሮም እምነት ፈራረቖ። ኣብቲ ቆጸራ ትረኸብ ኣይትረኸብ ጉዳይ ኣማ'ዩ። ኣርየል እንታይ ኮይነ ኢላ'ያ ትበኪ ዘላ? ተገረሙ። ካልኣይ ነገር፣ ዘረብኡ ቀጸለ። ድሕሪ ኣሞ ናብ ቆጻራና ዘይምምጻኣ ሚስ ሉዊስ ብቐጥታ'ያ ገዛኣ ምስ ተመልሰት ብተግባር ኣማ ከተማርርን ክትወቕሳን ጀሚራ። ብኸመይ'ያ ኣማ ብሰንካ ኣብ ቦታ ቆጸራ ከም ዘይተረኽበት ርግጸኛ ኮይና? ዝኾነ መርትዖ ኣለዋ ድዩ? ወይስ መሲልዋ'ዩ? ምኽንያቱ ምሳና ኮነ ምስ ኣማ ኣይተዘራረበትን። ብመሲልዋ ጥራሕ ምዝራባ ንኣሞ ኣብ ከመይ ዝበለ ጓህሪ ትጠብሳ ከም ዘላኸ ይርድኣ ኣሎ ድዩ? ንስኹም ከ ሓደ ዝገበሮ ዘይብሉ ንጹህ ሰብ ብዛዕባ እዚ እንታይ ኢሉ ክዛረብ ትጽበዩ ኣለኹም? ንስኹም ነታ ዘደንገጸትኩም ጓል ዓሰርተ ሽዱሽተ ዓመት ቆልዓ ጥራሕ ኢኹም ትርእዩ ዘለኹም። ነታ በዚ ጉዳይ ግዳይ ዝኾነት ሰብ ዝርኢ ልቢ ግን የብልኩምን። እቶም ጋዜጠኛታት ንሓድሕዶም ተጠማመቱ። ብርእይቶ ሚኒ ኣማን ሕሜታትን ተሳሒቦም እንተዘይኮይኑ ዝፈልጥዎ ሓቂ ኮነ ርእይቶ ኣማ የብሎምን። ኢኤች ቀንዲ ቦምብ ናይዚ ቃለ መሕተቶም ኣብ ድሕሪት እዮም ኣዳልዮማ ዘለዉ። ነታ ዛንታ ክሳብ እታ ቦምብ ዝትኩስዋ ኣብ ጠልጠል ክገድፍዋ እዮም። ዶግላስ ንግዲ ዓለም ዝርዳእ በሊሕ ሰብ እዩ። ንትካሎም ዝኸውን ካብዚ ዝዓቢ ናይ መወዓውዒ መድረኽ ኣይክረኽቡን እዮም። እዚ ዘይበሃል ሰብ እዩ ነቲ ብሚኒኣማ ዝተፈጠረ ድራማ ዝከታተሎ ዘሎ። ስለዚ በዚ ቃለ መሕተት ብሓንቲ ወንጨፍ ንኽልተ ዑፍ ክሃርም እዩ ወሲኑ። ንስም ኣማ እናተኸላኸለ ስም ትካሉ ናብ ብዙሓት ተኸታተልቲ ምብጻሕ እዩ። ንመግለጺ ዶግላስ ዝሰምዑ ስታር ኤጅን ኣርየልን ብሕርቃን ክትኮሱ ደለዩ። ብቐጠታ ንመግለጺ ኤኤች ኮነንዎ። ስለምንታይ እዩ ዶግላስ ኣክንዲ እቲ ቕኑዕ ሓበሬታ ጌጋ ሓበሬታ ንተዓዘብቲ ዘመሓላልፍ ዘሎ? ተቓወምዎ። ምእንቲ ኣማ ሕልንኦም ሸይጦም ንጓል ዓሰርተ ሽዱሽተ ዓመት ብዘይከውን ምኽንያት ከጸልምዋ ከም ዘይብሎም ኣስምዑ። እቲ ሰፊሕ ትሕዝቶ መግለጺኦም ኣማን ጉጅለኣን እቲ ሓቂ ኣብ ቅድሚ ኩሉ ኮሎ መህደሚ ይደልዩ ከም ዘለዉ፣ ዝገልጽ እዩ። EH ድሕሪ መግለጺ ናይ ስታር ኤጅ ምርኣዮም ባዕሉ ዶግላስ ኣብ ገጻት ማሕበራዊ መራኸቢታቱ ብቐጠታ መግለጺ ኣውጽአ። ሰባት ዝዘርኣናዮ ክንዓጽድ ግድን እዩ። ሓሶት ምሂዝካ ንህዝቢ ክንድዚ ምልዕዓል ኣገባብ ኣይኮነን። ስለዚ ነዛ ትሕቲ ዕድመ ቆልዓ ጌጋኣ ንኽትኣምን ናይ መወዳእታ ዕድል ክንህባ ኢና። እንተዘይኮይኑ ርክብና ብመገዲ መርትዖታት እዩ ክኸውን። መርትዖ ድዩ ኢሉ ሰባት ንሓሳቡ ክተናትንዎ ጀመሩ። ናይ ምንታይ መርትዖ እዩ ዝብል ዘሎ? ሓሳባት ዶግላስ ኣርየል ይቕሬታ እንተዘይሓቲታ እታ ገበነኛ ኣማ ዘይኮነት ንሳ ምዃናዩ ኣእንፊትሎም። ዝተሓዋወሰ ርእይቶታት መሊሱ ንማሕበራዊ መራኸቢታት ኣዘቕበቦ። ንመን ከም ዝኣምኑዩ ጠፊእዎም። ገለ ሰባት ኤኤች ናይ ሰዓብቲ ኣቓልቦ ንኽረኽቡ ኮነ ኢሎም ይገብርዎ ከም ዘለዉ ገለጹ። እንተዘይኮይኑ መርትዖ ዝበሃል ከም ዘይብሎም ብርእይቶ መጎቱ። ገለ ከኣ በንጻሩ ደጉላት ዝኾነ ሕቡእ ኣጀንዳ ከም ዘይብሉ ምስ ትንታኔኡ መጎቱ። ብዘይ መርትዖ ብርእሰ ተኣማንነት ኣብ ቅድሚ ካሜራ ኣይምወጸን በሃልቲ'ዮም ዝበዝሑ። እቲ መርትዖ እንታይ ምዃኑ ንኽርእይዎ ህንጡያት ነበሩ። በቲ ኮይኑ በዚ ስም ኢኤች ብሓንቲ መዓልቲ ኣብ እዝኒ ኩሉ በጸሐ። ስታር ኤጅ ዝገበርዎ ጌጋ ኣብ ልዕሊ ኣርየል ዓቢ እምነት ብምሕዳሮም እዩ እሞ ኸኣ ኤኤች መርትዖ ኣለና እናበልዎም ኣሞ ባዕላ ኸማን ነታ ጨና ከም ዝሰደደትለይ እናኣመነትስ እንታይ መርትዖ ከይህልዎም እዩሞ ኣርየል ብውሽጣ ሓሰበት ንቓል ደጉላስ ኣይኣመነቶን ምናልባት እታ ፋራ ፈሪሐ ኢደይ እንተሰሓብኩ ትገብሮ ዘላ እዩ ዝኸውን እሞ የለን ምሳይ ሙሹቕ ምጽዋት ዘየዋጻኣኪ ስታር ኤጅ ንመግለፂ ዶግላስ መልሲ ሃቡ መርትዖ ናይ ምንታይ መርትዖ እዩ ዝብል ዘሎ ኣብ ቅኑዕ መገዲ ዘሎ ሰብ እሞ ብታህዲድ ዘይደሃል ትም ኢልኩም ሰብ ካብ ተዳኽሙ መርትዖኹም ኣርእዩና ንመልሶም ዝረኣየት ሊዛ ቅጭ መጻ። እዛ ኣርየል ትበሃል ሰብ ሓንቲ ጭንቀት ክትከውን ኣለዋ ተዛረበት። እቶም ስታድ ኤጅ ከ ካብኣ ዝሓይሽ ሰብ የብሎምን ድዩ? ትም ኢሎም ምሳይ ይጸድፉ? ኣብ ገጽ ኣማ ክምስታ ተራእየ። ሰባት ኮኑ ኢሎም ሽግር እንክፈጥሩላ መሊሳ ትረግኣ ትመስል። ካልኦት ብኸመይ ይርድኡላ ብዘየገድስ ንዓኣ ግን ተግባር ኣርየል መመሊሱ ዩ ንሩፍታኣ ዘዕብየላ ዘሎ። ኣርየል ኣብ ልዕሊ ኣማ ዘለዋ ጽልኢ ብኹሉ ዩ ጸሓይ ቀትሪ ዝኸውን ዘሎ። ንኸተውድቓ ኩሉ ትኽእሎ እያ ትገብር ዘላ። ስለዚ ኣማ በቶም ተርእዮም መልሰ መጥቃዕቲ ኮነ ነብሰ ምክልኻል ጣዕሳ ኣይክስምዓን ዩ። ኣማ መጀመርያ ቆልዓ ብምዃና ንነብሳ ብዝተኻእለያ ካብ ግብረ መልሲ ትገትኣ ነይራ። ሕጂ ግን ክንድታ ዝደቐቐት ናይ ምሕረት ስምዒት ይስምዓ የለን። ገና ጓል ዓሰርተ ሽዱሽተ ዓመት ከላስ ንግዜኣ ኣብ ሓሶትን ተንኮልን ትጸምዶ ኣላ። ሊዛ ቀጸለት። እውይ ኣንቲ ምስ ዓበየት ከደኣ እንታይ ክትከውን እያ ማለት እዩ። ኣማ ዝኾነ ኣይመለሰትን። ኣዴል ዝበለት እንተበለት ናብ ተብሎ ከም ዘይብላ እያ ትኣምን። ኣብ ተመሳሳሊ ግዜ ነቲ መርትዖ ኣርእዩና እናበሉ ተዓዘብቲ ኣብ ልዕሊ ኢኤች ጸቕጢ ክፈጥሩ ጀመሩ። ስታር ኤጅ ብወገኖም ብሰንኪ ኣማ ዝፈጠረቱ ጸቕጢ ጓል ዓሰርተ ሽዱሽተ ህጻን ሞዴሎም ኣብ ሕማቕ ኩነታት ከም ዘላ ደጋጊሞም ሓበሬታ ኣውጽኡ። ዶጉላስ ንኹነታት እናኣንበብካ ናብ ረብሓኻ ናይ ምቕያር ዓቕሙ ላዕሊ'ዩ። ጆኬር ካርትኡ ሰዓቱ ከም ዝኣኸለ ተረድኦ። ስታር ኤጅ ብስስዖኦም ነዚ ዕድል ካብ ፈጠሩሉ ንድሕሪት ዝጥምተሉ ምኽንያት ኣይተራእዮን። ስለዚ ኢኤች ሓደ ሓበሬታ ኣውጽኡ። ሰዓት ኣርባዕተ ኣዳራሾም ንዝኾነ ጋዜጠኛ ክፉት ምዃኑ ኣፍለጠ። ሕጂ'ውን ዶግላስ ባዕሉ'ዩ ኣብ ቅድሚ ጋዜጠኛታት ደው ክብል መሪጹ። በቲ ካልእ ኣርየል ኣብ መጸበዪ ክፍሊ ብተሓጋጋዚታ ማሳጅ ይግበረላ ነበረ። ካብቲ ክፍሊ ወፃኢ እንታይ ዓይነት ቅልውላው ተፈጢሩ ኣሎ ትፈልጦ ነገር ኣይነበራን። ኩሎም ስምዒታታ ብምቾት እዮም ተዛንዮም ነይሮም። እቲ ኣዳራሽ ብማዕታን ድምፅን ናይ ካሜራ ተበፅበፀ። እተን ኩለን ካሜራታት ነቲ ኣብ ቅድሚኤን ዝነበረ ዶግላስ እየን ዝስእላ ነይረን። ኢኤች ካምፓኒ ኣብ ጉዳይ ኣማን ኣርየልን ክማራስሑም ዝብል እምነት ኣይነበሮምን። ሚስተር ብሌየር ስለምንታይ ኢኹም ኣብ ጉዳይ ኣማን ኣርየልን ጣልቃ ክትኣትዉ ወሲንኩም? ሓደ ጋዜጠኛ ሓተተ። ስለምንታይ ኢኻኸ ምሉእ ብምሉእ ኣብ ጎኒ ኣማ ደው ክትብሉ መሪጽካ? ምስኣ ዘይንፈልጦ ሕቡእ ርክብ ስለ ዘለካ ድዩ? ዶግላስ ብቐጥታ ናብቲ ጋዜጠኛ ኣመልካቲቱ ኢዱ እናኣመልከተ ነቲ ሓገህ ገዚኡ ተዛረቦ። ስም ናይዚ ጋዜጠኛ መዝግበለይ። ድሕሪ ቃለ ማሕተት ምውዳእና ብቐጥታ ንጠበቓይ ደብዳቤ ናይ ክሲ ናብ ኣድራሽኡ ንክሰደለይ ሓብሮ። ጋዜጠኛታት ንሓድሕዶም ተጠማመቱ። ገና ግምቶምን ሓሳቦምን ከየፍሰሱ እዚ ከጋጥም ኣይተጸበይዎን። ዶግላስ ጎረርኡ ጸሪጉ ተዛረበ። መጀመርያ ስለምንታይ ኢና ኣብዚ ጉዳይ ጣልቃ ክንኣቱ መሪጽና ከብርሃልኩም። እዚ ጉዳይ ኣብ ትካልና ኢኤች ጀሚሩ እንታዮ ኣጋጢሙ ልዕሌና ዝፈልጦ የለን። ህዝቢ ኮነ ንስኹም ጌጋ መገዲ ኢኹም ሒዝኩም ዘለኹም። እዚ እናፈለጥኩን ተጽቂጠ ናይ ጨዋታ ተግባር ኣይኮነን። ኢኤች ከም ሓንቲ ካብ ዓበይቲ ትካላት ናይ ጨና ናታ መሰረታውያን ሕግታትን መርገጺታትን ኣለውዋ። ሓደ ካብኡ ነቶም ሰብ ሰናይ መሲሎም እከይ ዝሰርሑ ሰባት ኣይንጻወሮምን ኢና። ናብቲ ካልኣይን ቀንዲ ነጥበይን ከብለኩም ብዛዕባ እቲ ኣማ ንኣርየል ጸቕጢ ትፈጥረላ ኣላ ዶ ወላ ትሕስድ ኣላ ዝብል ወረታትኩም እየ ክዛረብ። ከም ርድኢተይ እንተኾይኑ ኣማ ብጣዕሚ እያ ሓዳግ። ንኣርየል ዝገበረትላ ሕድገታት መቑጸሪ የብሎምን። ኣርየል መታን ህቡብነት ንኽትረክብ ንስም ኣማ ብተደጋጋሚ ኣጸሊማቶ። ኣማ ግን እታ ተጸልማ ዘላ ሰብ ዘይበሰለት ቆልዓ ምዃና ስለ ዝተረድኣ ብዙሕ ኣይቃልዐታን፣ ሸለል ክትብላ'ያ መሪጻ። ሚስተር ብሌር ካልእ ጋዜጠኛ ተዛረበት። ኣማ ባዕላ ነቲ ጨና ከም ዝሃበታ ተኣሚና'ያ፣ ብዛዕባ'ዚኸ እንታይ ኢኻ ክትብለና ሓቂ ምዝራብ ንርእሰኻ እዩ ካብ ሃበታ ሂበየ እያ ክትብል ዘለዋ መለሰን ቀጸለን እንተኾነ ዝበደለቶ ዘይብላ ይቕሬታ ክትሓትት ኣይግባኣን እዩ ምኽንያቱ ምኽንያት ትርጉም ናይ ትውህብቶ ከምቲ ኣሪል ዝገመተቶ ኣይኮነን ብግምት ግዳይ ኮይና ከላ እሞ እንታይ ኣምሲላያ ይቕሬታ ትሓትት ብኸመይ ኢኻ ግምት ኣሪል ጌጋ ከም ዘሎ ኣረጋጊጽካ ዶግላስ ዝገበረ ገይሩ ናብታ ዝደለየ ሕቶ ጎቲቱ ኣምጽኦም። ዳርጋ ኩሉ ሰብ ከም ንዓርከ መሓዛ ሓለፋ ዝገብር ዘሎ እምበር መርትዖ ኣለዎ ኢሉ ዝገመተ ኣይነበረን። ስለዚ ብኸመይ እዩ ካብዛ ሕቶ ክሃድም ንኽርእይዎ ተሃንጠዩ። ጋዜጠኛታት ብስቕትኡ ኣፎም ማይ መዓጎ። ብኸመይ ርግጸኛ ከም ዝኾንካ እባ ንገረና? ጋዜጠኛታት ደገምሉ። ክቡራት ተኸታተልቲ መደብና ሳብስክራይብ ላይክ ሼር ኮመንት ብምግባር ከተተባብዑና ከዘክረኩም ይፈቱ ክቡራት ተኸታተልቲ ስለምክታልኩም ኣዝየ እንዳመስገንኩ ኣብ ዝቕፅል ክፋል የራኽበና